ሻሎም ሻሎም ሻሎም ቤተሰብ እግዚኣብሔር ኣምላኽ ሰላምን ጸጋን ናይ ክርስቶስ ምስ ኩልኹም እዩ ኣነ ሓውኹም ሰላሓዲን ካብ ንክርስቶስ ዝገልጽ ትውልዲ ዓለም ለኻዊ ቤተ ክርስቲያን እየ ሎሚ ድማ ነዚ መዓልቲ ዝኸውን ናይ ህይወት ቃል ሓቢርና ክንካፈል ኢና። ሎሚ እንካፈሎ ቃል ናይ ምግዛእ ህይወት ዝብል እዩ። ናይ ምግዛእ ህይወት ዋው ርኢኹም ኣሕዋት ናይ ክርስትና ህይወት ናይ ምግዛእ ህይወት እዩ። ናይ ክርስትና ህይወት ናይ ገዚእነት ህይወት እዩ። ስለዚ ኣብ ናይ ክርስትና ጎደናና ኣብ ናይ ክርስትና ጉዕዞና ምግዛእ ኣባና ኣሎ፣ ገዛእቲ ኢና ማለት እዩ። የሱስ ንዘልኣለም ጎይታ እዩ። መጽሓፍ ቅዱስ ሮሜ ምዕራፍ ሓሙሽተ ጥቕሲ ዓሰርተ ሸውዓተ ከምዚ ይብል፣ ሞት ብኣበሳ እቲ ሓደ በቲ ሓደ ካብ ገዘአ፣ እቶም ትርፊ ጸጋን ውህበት ጽድቅን እተቐበሉ ኸኣ በቲ ሓደ የሱስ ክርስቶስ ኣብ ህይወት ኣዝዩ ብዙሕ ክገዝኡ እዮም። ርኢኹም፣ በቲ ሓደ ኢየሱስ ክርስቶስ እቶም ትርፊ ጸጋን ውህበት ጽድቅን እተቐበሉ ኣብ ህይወት ኣዝዮም ብዙሕ ክገዝኡ እዮም። ነፍሲ ወከፍ ክርስትያን ናይ ምግዛእ በረኸት ኣለዎ። ነፍሲ ወከፍ ክርስትያን ንኽገዝእ ተባሪኽ እዩ። ነፍሲ ወከፍ ዳግም ዝተወለደ ዘበለ ዘግዝእ ዓቕሚ ኣለዎ። ዘግዝእ ዓቕሚ ኣለዎ። ስለዚ ነብሲ ወከፍና ኣብ ህይወት ካብታ ሓደ ኣባና ክረእን ከንጸባርቕን ዘለዎ ኣብ ህይወት ብዙሕ ክንገዝእ ኮለና ክንረእ ኣለና። ንምንታይ ተተባህለ ብሓዳሽ ህይወት መታን ክንመላለስ እዩ ኢየሱስ ክርስቶስ ተንሲኡልና። እዛ ናይ ትንሳኤ ህይወት ከም ናይ ትማሊ ተገዛኢት ኣይኮነትን ኖኖኖኖ እዛ ናይ ትንሳኤ ህይወት ገዛኢት እያ። ምናልባሽ ናይ ትማሊ ጎደናና ብብዙሕ ነገር ንግዛእን ንጽቀጥን ኔርና ንኸውን ኢና። ሕጂ ግን ከምኡ የለን። ማንም ክገዝኣናን ክጸቕጠናን ዓቕሚ የብሉን። ድኽነት ክገዝኣና ኣይክእልን እዩ። ደፕሬሽን ክገዝኣና ኣይክእልን እዩ። ሕማም ክገዝኣና ኣይክእልን እዩ። እሱ እቲ ኣረጊት ሰብና ዝሓለፈ ዝሞተ ናቱ ጎደና እዩ ኔሩ። ሕጂ ግና ብክርስቶስ ሓዳሽ ትገዝእ እምበር ደይትግዛእ ህይወት እያ ባና ዘላ። በዛ ህይወት እዚኣ ድማ ናይ ምግዛእ ኣእምሮን ኣተሓሳስባን ክህልወና ኣለዎ። ገዛኢ እየ ንዝብል ነገር ኮንሸስ ክንከውን ኣለና። ኣብ ኩሉ ነገራትና ገዚእነት ኣምላኽ ምሳና ከም ዘሎ ክንኣምን ኣለና። የሱስ ንዘለኣለም ጎይታ እዩ። ስለዚ በዛ ህይወት እዚኣ ኣብ ልዕሊ ብልጽግና፣ ኣብ ልዕሊ በረኸት፣ ኣብ ልዕሊ ብዙሕ ሰናይ ነገር ክንገዝእ ይግበኣና እዩ። ኣዳም እግዚኣብሔር መጀመርታ ምስ ፈጠሮ ካብቶም ሓደ ዝሃቦ ናይ በረኸት ኣፍደገ ግዛእ ዝብል እዩ። ግዛእ ዝብል እዩ። ምኽንያቱ እግዚኣብሄር ንኣዳም ንኽገዝእ እዩ ባሪኽዎ ነይሩ። ንኣዳም ንኽገዝእ እዩ ባሪኽዎ ነይሩ። ዳስዋይ ጸላኢ ንኣዳም ምስ ኣውደቖ ኣብ ኣዳም ዘሎ ናይ ገዚእነት ስልጣን ተጠቂሙ እዩ ኣምላኽ እዛ ዓለም እዚኣ ተባሂሉ። ኣባይን ኣባኹምን ግን እሱ ኣምላኽ ኣይኮነን። ንምንታይ ተተባህለ ኣባይን ኣባኹምን ንገዛ እዛ ዓለም እኳ ዝመልኽን ዝገዝእን ናይ ገዚእነት ስልጣን ኣለና። ብክርስቶስ ገዛኢ ሕይወት ኣባና ኣትዩ እዩ። በዚ ሕይወት እዚ ድማ ከየቋረጽና ኣብዚሕና ክንገዝእ ይግበእና እዩ። ኣነን ንስኹምን ኣብ ሰላም ንገዝእ፣ ኣብ ሰሓቕ ንገዝእ፣ ኣብ ብዙሕ ፍረ ዘለዎ ሕይወት ንገዝእ፣ ኣብ ብልጽግና ንገዝእ፣ ኣብ በረኸት ንገዝእ፣ ንምንታይ ተተባሃለ ኣባይ ናባኹም ንዘላ ህይወት ኩሉ ግዜ ገዛኢት ዝኾነት ህይወት እያ። ኢየሱስ ንዘልኣለም ጎይታ እዩ። መጽሓፍ ቅዱስ ቀዳማ ዮሐንስ ከምዚ ይብል ቀዳማ ዮሐንስ ምዕራፍ ሓሙሽተ ጥቕሲ ኣርባዕተ ካብ ኣምላኽ እተወልደ ዘበለ ኩሉ ንዓለም ይስዕራ እዩ እታ ንዓለም እንስዕረላ ከዓ ንሳ እምነትና እያ ኢሉ እታ ንዓለም ንስዕረላ ንሳ እምነትና እያ ኢሉ ርኢኹም ኩሉ ካብ ኣምላኽ ዝተወልደ ዘበለ ንዓለም ንሱ እንታይ ይገብራ እዩ ይስዕራ እዩ ንዓለም ይገዝኣ እዩ ንዓለም ይመልካ እዩ ምክንያቱ ናይ ምስዓርን ናይ መሊኽነትን ህይወት ኣብ ውሽጡ ኣለዎ ስለዚ መጽሓፍ ቅዱስ እቲ ብክርስቶስ ገይሩ ኩሉ ግዜ ናብ ዓወት ዝመርሐና ኢሉ ንምንታይ ተተባሃለ ኣብ ኩሎም ጎደናታት ገዛእቲ ስለ ዝኾንና ኣብ ኩሉ ጉዕዞና ዕዉታት ኢና። ኢየሱስ ክርስቶስ ንዘልኣለም ጎይታ እዩ። ጎይታና ኢየሱስ ክርስቶስ ኣብ ሉቃስ ምዕራፍ ዓሰርተ ከምዚ ኢሉ ተዛሪቡ። ሉቃስ ምዕራፍ ዓሰርተ ጥቕሲ ዓሰርተ ትሽዓተ እንሆ ተመንን ዕንቅርቢዒትን ኩሉ ሓይሊ ጸላእን ክትረግጹ ስልጣን ሂበኩም ኣለኹ፣ ዝጎድኣኩም የልቦን። ርኢኹም? ኣብ ልዕሊ ዅሉ ሓይሊ ኽትገዝኡ ስልጣን ሂበኩም ኣለኹ፣ ዝጎድኣኩም ሓይሊ ግን የለን። ዋይ እንተ ተባህለ፣ ኣብ ልዕሊ ዅሉ ገዛእቲ ስለ ዝዀንኩም፣ ክጐድኣኩም ኢሉ ዝገዝኣኩም ሓይሊ የለን። ክጎድኣኩም ኢሉ ዝቐርበኩም ሓይሊ የለን፣ ወላኳ ክጎድኣኩም ዝደሊ ጉዳይ እንተመጸ ገዛእቲ ስለዝኾንኩም ኣይትጉድኡን ኢኹም። ተገዛኢ እዩ ዝጉዳእ ገዛኢ ኣይጉዳእን እዩ። ተመላኺ እዩ ዝጉዳእ መላኺ ኣይጉዳእን እዩ። ኢየሱስ ክርስቶስ ንዘልኣለም ጎይታ እዩ። ስለዚ ኣዝዩ ደስ ይበልኩም። ኣብ ዝሃለኹም ዓይነት ኩነታት ሃልዉ። ሎሚ ንኩነታትኩም ጥበብ ተዛረብዎ። ኣነ ገዛኢ እየ በልዎ። ኣነ መላኺ እየ በልዎ። ኣነ ሰዓሪ እየ በልዎ። ዋይ ተተባሃለ ንስኹም ደቂ ኣምላኽ ኢኹም። ንስኺ ጓል ኣምላኽ ኢኺ። ኣብ ልዕሊ ሎሚ ንኣካልኪ ከሸግር ዝመጸ ሕማም ተዛረቢ። ኣነ ገዛኢት እየ በልዮ። ንሕማም ክገዝእዮ እምበር ሕማም ክገዝእኪ ፍቓድ ኣምላኽ ኣይኮነን ግን ንስኺ በሊ ምስ በልኪ ገዛኢት ምዃንኪ ክትረኣዪ ኢኺ እስከ ሓቢርና ከምዚ ንበል እግዚኣብሔር ኣቦ ኩሉ ጊዜ ገዛኢ ስለ ዝገበርካኒ የመስግነካ ኣለኹ ኣባይ ዘላ ህይወት ልዕሊ ኹሉ ስለ ዝኾነት ብክርስቶስ ኩሉ ጊዜ ኣብ ብልጽግና፣ ኣብ በረኸት፣ ኣብ ዓወት፣ ኣብ ጥዕና ጥራይ እየ ዝገዝእ። ኩሉ ጊዜ መላኺ እየ። ኩሉ ጊዜ ሰዓሪ እየ። ኩሉ ግዜ ገዛኢ'የ፣ ክገዝእኒ ዝኽእል ሓይሊ የልቦን። In Jesus name Amen።